እነይ ማርያም ሰባ ትማሊ ሶኒ ዘጥሐነኦ ኣርባዕተ እንተላም ጻዕዳ ጣፍ ኣይኣኸለንን። ጌሶን ብቑልን ዝወቕጣንስ ተኣኪበን ዝምጥቓ ማይ ዝሓውራ ኣብ ጎረቤተን ዝርከባ ዝሓመማስ ዝጠዓያስ መጽየን ክሕግዘኣን ቀንያ። ሰብኣየን ምስ ሞቱ ዝተኸደነኦ ጸለሎ ዝመስል ሽፎን ሕብሪ ነብሰን ክሳብ ዝመስል ኣይቀይረኦን። ቁኖኣን ኣሪጉ ሽምራር ገጸን መድዩ ካብ ብቐደሙ ዝሓርፈፈ ኢደን መሊሱ ማይ ዝጸምአ ግራት መሰለ። ዳርጋ ወረዳ ሙሉእ እዩ ተጸዊዑ። ካብ ዓዲ ዓጽሚ እናቖጸረ ዝመጽእ ሰብ ፈታዊ ከም ስጋ ጉዚ መቓቒሉ ናተይ ዘይተጸውዑ ናተይ እባ ኮታ ንኢሱኒ እናበለ ስለ ዝተጓነጸ ውዕይ ዝበለ ባእሲ ተወለዐ። ሓንቲ ጤል በዱን ንዕልተን መጽያ እንዳ ጀወርግስ ዓድና ዕስራ ድባብ ሒዞም መጺኦም ቀብሪ ሓወይ ዘድመቑ ከመይ ኢሎም ክተርፉ ኢላ ክተጉርዕ በለት ንዕልቲ ሕማም ኩርምቲ ኮነተን እነይ ማርያም ሰባ ዘዝመጸ ዓሌት ቤተ ዘመድ ዘዝነቦም ቃላት ጸይረን ነተን ኣንስቲ ኣተሓባቢረን ክሰርሓ ዓጽሚ ጸርየን። ሰብኣየን ወልመጥመጥ ዘይብሉ ዝሓሰብዎ ከይገበሩ ዓይኖም ዘይኸድኑ ተባዕታይ እዮም ነይሮም። ካልእ ተሪፉስ ኣንበሳ ቀቲሎም ሓኔታ ዝተሸሙ ተባዕ እውን እዮም ነይሮም። ኣንበሳ ኣበይ ከይዶም ከም ዝቐተልዎ እንድዒ ኣይ ኣንበሳ ሓወይ መጸውዒ ሳእንን እቶብስን ኮይንካዶ ተረፍካ? ዝኾነ ኾይኑ ጽቡቕ ስምን ዝናን መዘዝ ኮይንዎም ኣብ ርእሲ ኣሚኖም ብሕቡእ ካብ ኣርባዕተ ኣንስቲ ዓሰርተ ሸሞንተ ደቦላት ቆልዑ ወሊዶም እዮም። እነይ ማርያም ሰባ ቀዳመይቲ ሰበይቶም እየን። ምዉት ዘይውቀስ ኮይንወን ካብ ሓሜት ክድሕና ተስካሮም ከድምቓ ደፋእፋእ ክብላ ቀንየን። እዘን ዓድዋ ፈጢሩለን እየ ክንደኽንደኣን ኮለኔል ጠኒሱለን እየ።
ዝብል ደርፊ እናደረፋ ህሩግ በላ ምጽላል ጓል ዓዲ ኣርባዕተ። ምጽላል እንትመጻ ማርያም ሰባ ቁሩብ ፍሽኽ ይብላ ሩፍታ ይረኽባ። ምሸላ ዓዲ ኣርባዕተ ተኾርኒዕለይ ሞተ ምሸላ ዓዲ ኣርባዕተ ተኾርኒዕለይ ሞተ። ኢለን ሰለስተ ግዜ ኩልል ኩልል ኢለን ሳዕሳዓ። ኣቲ ዓሻ ዲኺ ሎምየ ወርቂ ትሽለምየ።
ኢለን ድማ ናብታ ኣሽምባይዶ ወርቅስ ንምልክት ስባር ታኒካ እውን ዘይብላ ሰበይቲ እናመላኸታ ደረፋ።
ምፅላል ጓል ዓዲ ኣርባዕተ በሊ ዕረፊ! ኢለን ማርያም ሰባ እንጀራን ስዋን ሃበኣን። እንጀራ ቅድሚ ናብ ኣፈን ምስዳደን በቲ ዝረሓሰ መልሓሰን፣ ዓሻዊ መጋንዔ ደሓር እሞ እንድዔ።
ኢለን ናብቶም ኩንታል ሑሩጭ ዳጉሻ ተሰኪሞም ዝመጹ ገጾም ሓሙኹሽቲ ዝተፈኧ ሰብኣይ ሓባሪ ተጻብእተን እናወጣወጣ ደረፋ።
ዎው ዘይ ማይ ዘይ ሰማይ ጥቁው እዩ ንሱስ። ኢለን ሸሎኻ ምሉእ ጉዕሽ ስዋ ኣቐበለኦም ማርያም ሰባ። ኣንቱም ሰብኡት ተዓገሱ። ወሳዲትኩምዋ ኣብ መገዲ ትሽኑ መሸኒትኩም ትቆረጽ።
ኢለን ሕዝለ ነቶም ብሰንኪ ሕሩጭ ምስካም ወዝ ዝረሓቖም ሰብኣይ ብሓውሲ መተሓሳሰቢ ይነገረኦም። ንስኺኸ ታይ ኢኺ ኮንኪ ዓዲ ሕማኺ ኣበይ ዶ ኾን እዩ ኮፍ እንዶ በሊ።
ኢለን ነተን ክንዲ ቆልቋል ተምቤን ዝኾና ሰበይቲ ብነገር ተንከፈኣን። እተን ሰበይቲ ድማ ቀሚሸን እንተ ኣርነባ ምሉእ ንምሉእ ሮፋዕ በላ ሓመድ ኣለንዋ። እነይ ማርያም ሰባ ተስካር እንተ ሓለፈ ብሰንኪ ተስካር ምስ ብዙሓት ተባኢሰን መዓልቲ ኣኺሉ ህዝቢ መእተዊ ወረቐት ሒዙ እንትመጽእ ዝኸፈኣ ሳልሳይ ኩናት እቲ ወረዳ ተወልዐ። ከካብ ኣድባራቱ መሓውሮም ኣስዒቦም ከብዶም ብሽምጢ ሙልጭ ኣቢሎም ሓጺቦም ዝመጹ ካህናት ምስ ውዳበታቶምን መሓውራቶምን ጥርፍፍ በሉ። ህዝቢ እንተላም ጻዕዳ ጣፍ ህንክት እንተብሎ ማርያም ሰባ ዝተኸደንኦ ጸሎሎ ዝመስል ቀምሸን መሊሱ ሓረሮ መሰለ። ለመንትን ሓለፍቲ መንገድን እውን ዳርጋ ናይ መሰል ሕቶ ኣልዒሎም ኣብ ኣፍ ደገ ገዝኣን ሰላማዊ ሰልፊ ገበሩ። እቲ ከባቢ በቲ ዝተኣከበ ህዝቢ ሰልፊ ተቓውሞ ዘተኣናግድ ኣደባባይ ታሕሪር መሰለም ናብ ዕቀባ ሓመድን ማይን ውፈሩ እንተዝበሃሉ ፋሕ ብትን ምበሉ። ተስካር ግና ከም ዕስለ ንህቢ ከካብ ዘለውዎ ተጻዊዖም ኣድመቕዎ። ናብቲ ዳስ ንምእታው ኣድልዎን ብላዕን ተጀመረ። ፍችፍች ኣልጫ ብኮንትሮባንዲ ተሸጠ። ማርያም ሰባ ክንዲ መርፍእ ጸረያ። መሕመየኤን ደኣ ጉዳይ ገይረን እምበር ኣይከበራን።